ናይ ግድን ኣገደስቲ እዮም ፍሬዛል ቨርብ ምክንያቱ ፍሬዛል ቨርብ መብዛሕትኡ እቶም እንግሊሽ ዝዛረቡ ሰባት እዚኦም እዮም ዝጥቀሙ ኣሎ ኣብ ናትና ቋንቋ እውን ኣሎ ከምዚ ሓረግ ንጥቀመሉ ካልኣይ ከዓ we sound more natural when we are speaking with people ምስ ሰባት ክንዛረብ ከለና ልዙባት ኮይኑ ይስምዐና ወይ ከዓ ምክንያቱ ብብዝሒ ስለ ዝጥቀምሉ እሶም ከምቲ ናቶም ኣጠቃቅማ ክንጥቀም ከለና እቲ እንግሊሽ ዝመለክናዮ ከም ዝመለክናዮ ኮይንና ክንዛረብ ንክእል ወይ ከዓ ልዙብ ቋንቋ ነውጽእ ማለት እዩ። ስለዚ በዚ ምኽንያት ፍሬዛል ቨርቭ ኣገደስቲ እዮም። ኣብ ናይ ሎማዓንቲ ቪድዮ ሓሙሽተ ፍሬዛል ቨርቭ ሒዘልኩም መጺኤ ኣለኹ። መብዛሕትኡ ግዜ ንጥቀመሎም ፍሬዛል ቨርቭታት እዮም። ሓደ ቃል ምስ ሓደ ቨርቭ ወይ ከኣ ክልተ ቃል ክኾን ይኽእል ሰለስተ ቃል ምስ ቨርቭ ክጽንበር ከሎ ሓድሽ ትርጉም ክፈጥር ከሎ ፍሬዛል ቨርቭ ንብሎ ማለት እዩ። ስለዚ ሓረግ ሓረጋዊ ግሲ ይበሃል ማለት እዩ። ንኣብነት ጊቭ ኣፕ ተስፋ ምቑራጽ እዩ። ምሽዶ? ቀጥታ ክንትርጉሞ ከለና ጊቭ ኣፕ ጊፍ ምሃብ ማለት እዩ ኣብ ከዓ ንላዕሊ እዩ እንተይልና ሕጂ ቀጥታ ተርጒምና እቲ ጥዑይ ዝኾነ ትርጉም ክትበና ኣይትኽእልን እታ ትኽክል ዝኾነ ትርጉም ክትበና ኣይትኽእልን እያ። ጊቭ ኣፕ ከም ንፈልጦ ግን ተስፋ ምቑራጽ እዩ። ስለዚ ሓድሽ ቃል ተፈጢሩ ካብ ክልተ ቃላት ሓድሽ ቃል ተፈጢሩ ማለት እዩ። ስለዚ ፍሬዛል ቨርቭ ክንብል ከለና ቃላት ምስ ቨርቭ ክጽንበሩ ከለዉ ድሓር ከኣ ሓድሽ ትርጉም ክፈጥሩ ከለዉ ፍሬዛል ቨርቭስ ንብሎም ማለት እዩ ስለዚ ንሎም መዓንቲ ሒዘልኩም መፅ ዘለኹ ሓሙሽተ ፍሬዛል ቨርቭ ናይ መጀመርያ ራፕ ኣፕ ካልኤቲ ዋርም ኣፕ ሳልሴቲ ዶዝ ኦፍ ራብዔቲ ሉክ ኣፍተር ሓሙሸቲ ትሮ ኣወይ እዞም ሓሙሽተ እዮም ከምዚ ትሪእዎም ዘለኹም በዚ ስለዚ በታ ቀዳመይቲ ንጀምር ኦኬ ናይ መጀመርታ ራፕ

ነቲ ኣኼባ እስከ ሰዓት ሓሙሽተ ንወዳእዮ፣ Let's wrap up the meeting by five PM፣ ሰዓት ሓሙሽተ እቲ ኣኼባ ንወዳእዮ። ስለዚ wrap up ማለት ሓንቲ ቀዳመይቲ ክንጥቀመላ ንኽእል ሓደ ነገር ንምውዳእ complete ወይ ከኣ finish ንምባል ንጥቀመላ ማለት እዩ። ካልኣይቲ ከኣ it can mean to summarize ማለት ሓደ ነገር

ቀንዲ መደምደምታ ናይቲ ፕሬዘንቴሽን ክትበና ዶ ገለ ብላ ኣለኹ ስለዚ ሓደ ነገር መደምደምታዊ ሳማራይዝ ክገብረልና ንደሊ ሰብካ ራፕ ኣብ ክንብሎ ንኽእል ማለት እዩ ሳልሰይቲ ቱ ካቨር ኦር ፓኬጅ ሳምቲንግ ካቨር ወይ ከዓኒ ምዕሻግ ማለት እዩ ሓደ ነገር ክንዕሽግ ከለና ኣብ ሱፐር ማርኬት ይኹን ኣብ ገለ ክኾን ይኽእል ሶ ዊ ካን ሰ ሌትስ ራፕ ኣብ ደ ጊፍት ቢፎር ደ ፓሪ ሌትስ ራፕ ኣብ ደ ጊፍት ቢፎር ደ ፓሪ ቅድሚ እቲ ፓርቲ ምጅማሩ እቲ ጊፍት ንዕጸዎ ንዓሽግ ጎብላል ስለዚ ራፕ ኣፕ ብሰለስተ ምኽንያታት ክንጥቀመላ ንኽእል ሓደ to express completeness ማለት ሓደ ነገር ምውዳኡን ዘይምውዳኡን let's wrap up the meeting by 5 pm ቴለ ሕጂ ከም ዝበልክዎም እቲ ኣኼባ ሰዓት ሓሙሽተ ንወዳእ ይብል ኣሎ ስለዚ ሓደ ነገር ዝዕጸወሉ ወይ ዝውደኣሉ ንምግላጽ ካልኣይ ከም ዝበልክዎም ከኣ ሳማራይዝ ንምግባር ወይ ከኣ መደምደምታ ንምሃብ ማለት እዩ

እቶም ጎያዮ ወይ ከኣ እቶም ኣትሌትስ እንታይ ክገብሩ ጀሚሮም ክዊዑ ጀሚሮም ኣለዉ ወይ ክሞቑ ጀሚሮም ኣለዉ ክረስኑ ጀሚሮም ኣለዉ ይብል ኣሎ ስለዚ ዋርም ኣፕ ማለት ቅድሚ ምንቅስቃስ ንገብሮ ምንቅስቃስ ማለት እዩ መበራበሪ ምብርባር ማለት እዩ ሶ ራነርስ ቢጋን ቱ ዋርም ኣፕ እንተኢለ ሕጂ እቶም ጎያዮ ክበራበሩ ጀሚሮም ኣለዉ ይብል ኣለኹ ማለት እዩ። ክንቀሳቀሱ ጀሚሮም ኣለዉ። ስለዚ እዚኣ እታ ካልኤት እያ። ሳልሰይቲ ዶዝ ኦፍ ዶዝ ኦፍ ማለት እንታይ ማለት እዩ ምስ ንብልካ ምድቃስ ማለት ፎል ኣስሊፕ ወይ ከዓ ንድቃስ ክመፀካ ከሎ ዶዝ ኦፍ ትብል ብኤግዛምፕል ከርእየኩም እየ ንኣብነት ሓንቲ ፊልም ይርኢ ነይረ እሞ እታ ፊልም ብጣዕሚ ኣሰልቻዊት እንተ ነይራ ኣይ ካን ሰ ደ ሙቪ ዋስ ሶ ቦሪንግ ሶ ኣይ ዶዝድ ኦፍ

ሉክ ኣፍተር እንታይ ማለት እዩ? ሉክ ኣፍተር ምስ ንብል ሉክ ኣፍተር ማለት ቱ ቴክ ኬር ኦፍ ሳምቲንግ ማለት እዩ ወይ ሳምዋን ወይ ወይ ከዓ ዩር ሰልፍ ማለት እዩ። ብዛዕባ ነብስኻ ክኾን ይኽእል ካልኦት ክኾን ይኽእል ወይ ነገራት ኣብኦም ክንክን ምግባር ሉክ ኣፍተር ይበሃል። ደድሕርኦም ምርኣይ ማለት እዩ። እሲ ከምዚ በቃ ንዕኦምስ ክንክን ምግባር ማለት እዩ። ኣይ ሉክ ኣፍተር ማይ ሰልፍ ቴለ። ኣነ ንነብሰይ ይከናኸና ባዕለይ I look after myself Don't worry I can look after myself ኣይትጨነቕ ነብሰይ ባዕለይ ክከናኸና እኽእል እየ ገለ ብላ ስለዚ I don't need any help ማለት እዩ ሓገዝ ዝበሃል ኣየድልየኒ ገለ ብላ ኣሎ ስለዚ look after ማለት ንነብስኻስ ክንክን ምግባር ወይ ንነብስኻ ጥራይ ዘይኮነስ በቃ ንሰባት ምሕላው ክኾን ይኽእል ንነገራት ምሕላው ምክንኻን ማለት እዩ ንኣብነት ካልእ example My friend went to vacation ዓርከይ ናብ ቫኬሽን ከይዱ ኣሎ so I had to look after his dog my friend went to vacation so I had to look after his dog ስለዚ ዓርከይ ናብ ቫኬሽን ከይዱ ኣሎ ስለዚ ነቲ ከልቡ ባዕለይ ክከናኸኖ ኣለኒ መግቢ ባዕለይ ክቦ ኣለኒ ዝስተ ባዕለይ ክቦ ኣለኒ ስለዚ look after ክንብል ከለና ምሕላው ክኾን ይኽእል እዩ ወይ ምክንኻን ገለ ማለት እዩ ስለዚ ኣብ ዝኾነ ኩነታት ቴክ ኬር ኣይ ሉክ ኬር ኦፍ ሳምቲንግ ክንዲ ምባል ሉክ ኣፍተር እውን ክትብሉ ትኽእሉ ኢኹም ማለት እዩ። ስለዚ እዚኣ ሓንቲ እያ። እታ ናይ መወዳእታን ሓሙሸይትን ከኣ ናይ ሎማዓንቲ throw away throw away ማለት throw ማለት ምስንዳው ማለት away ከኣ ኣርሒቅካ ማለት እዩ። so these are combination of two words as we know ስለዚ ክልቲኤን ደሚርና ሓድሽ ቃል ክንፈጥር ኢና። ሰለስተ ዓይነት meaning ኣለዋ። ቀዳመይቲ to get rid of something by discarding it ወይ ከኣ ሓደ ነገር ካብ ጥቓኻ ምርሓቕ ማለት እዩ። ንኣብነት ኣብ ገዛና ናይ ቀደም ጋዜጣታት እንተሃልዩ እቲ ጋዜጣታት ጉሒፈዮ እንተኾይነ እንታይ ክብል ይኽእል I threw away the old newspaper እቲ ናይ ቀደም ጋዜጣታት ጉሒፈዮ ይብል ኣሎ። ስለዚ threw ዝተጠቀምኩሉ ምኽንያት ከኣ throw እንተኾይኑ ቨርቭዋኒ ወይ ከዓ ኣብ ህሉ ንጥቀመሉ ኢና ትሪው ክኾን ከሎ ከዓ ሕሉፍ ይኸውን ማለት እዩ ግሒፈዮ ይብል ኣለኹ ስለዚ ኣይ ትሪው ኣወይ ደ ኦል ኒውስ ፔፐር ኢን ኣወር ሆም ኢን ኣወር ሃውስ ክብል ይኽእል እየ ሓደ ነገር ንምጉሓፍ እንታይ ክንጥቀም ንኽእል ትሮ ኣወይ ክንጥቀም ንኽእል ኢና ካልእ እቲ ትርጉማ ከዓ ዌስት ቻንስ ኦር ኦፖርቹኒቲ ሓደ ዕድል ምብኻን ወይ ሓደ ዕድል ምብኻን ወይ ዕድል ገለ እንተባኺንና ሕጂ ትሮ ኣወይ ዕድለይ ባዕለይ ኣባላሽየ ወይ ዕድለይ ባዕለይ ኣጥፊኤ ገለ ንምባል ንጥቀመሉ ኢና throw away so I can say ንሓደ ሰብ ምኽሪ ክህቦ ከለኹ don't throw away a shoot at success ዕላማ ከይትረስዕ ዓይነት ትርጉም ኣለዎ ማለት እዩ don't throw away a shoot at your success ስለዚ ዕላማ ከይትረስዕ ገለ ንምባል ማለት እዩ throw away ሕጂ ንምንታይ ይጥቀመላ ኣለዋ ዕድልካ ኣይትኽሰሮ ገለ ገለ ይብል ኣለኹ ማለት እዩ ሳልሰይትን ናይ መወዳእታን throw away ንጥቀመላ ከዓ ከምዚ ገለገለ ሰባት ከይሓሰቡ ዝዛረቡኻ ምሻሎ ከምዚ ሃንደበት ዘይኮን ቃላት ዝዛረቡኻ ገለ ሕጂ ንኸምኡ ዓይነት ንምግላጽ ከኣ ንጥቀመላ ኢና ሶ ንኣብነት ሓንቲ ጓል ዝኾነ ኢላ ጸሪፋቶ ንበል ሃንደበት ሶ ዊ ካን ሰይ ሺ ትሪው ኣወይ ሺ ትሪው ኣወይ ባድ ኮመንትስ ኦር ወርድስ

እንታይ ዝኸውን ዘሎ threw ይኸውን ኣሎ ብኸምኡ እየ ስለዚ ሺ threw away bad words to the man ክኾን ይኽእል እዩ ነቲ ሰብኣይ ዘይኮን ቃል ተዛሪባቶ ይብል ኣለኹ ማለት ከይሓሰበት threw away ክብል ከሎ ሕጂ ከይሓሰበት ብዘይ ሓሳብ ዝበለቶ ማለት እዩ ደርብያትሉ ንምባል እዩ ብሓፈሻ ከም ዝበልኩዎም throw away ማለት ምድርባይ ማለት እዩ። ቀንዲ ትርጉማ ዝኾነ ነገር ምድርባይ ማለት እዩ። I threw away all the old newspaper in our house ክብል ይኽእል ኣብ ገዛና ዝነበረ ኩሉ ጋዜጣታት ደርብየዮ። ኦኬ ስለዚ ናይ ሎም መዓንቲ እዚኤን ይመስላ። ቀዳመይቲ ዝነገርኩም ራፕ ኣፕ ራፕ ኣፕ ማለት ቱ ፊኒሽ ኦር ኮምፕሊት ሳምቲንግ ሓደ ነገር ምውዳእ ማለት እዩ፣ ምዝዛም ማለት እዩ። ካልእቲ ከዓ ዋርም ኣፕ ማለት እዩ። ዋርም ኣፕ ማለት ከዓ ምርሳን ማለት እዩ። ቅድሚ ኤክሰርሳይዝ ምግባርና ምርሳን ማለት እዩ። ሳልሰይቲ ዶዝ ኦፍ፣ ዶዝ ኦፍ ማለት ከዓ እንታይ ማለት እዩ? ፎል ኣስሊፕ ወይ ከዓ ድቃስ ክመፀና ከሎ ማለት እዩ። ራብዐይቲ ሉክ ኣፍተር፣ ሉክ ኣፍተር ማለት ከዓ ምክንኻን ማለት እዩ። ሓሙሸይትን ናይ መወዳእታ ትሮ ኣወይ ማለት ከዓ ምድርባይ፣ ምጉሓፍ ገለ ማለት እዩ። ስለዚ እዚኤን ይመስላ ከይነውሓ ኣብ ዝቕፅል ቪድዮ የራኽበና። እዛ ቪድዮ እንድሕር ፈቲኹማ ላይክ ግበሩ ከምኡ ድማ ሓደሽቲ ተኾንኩም ሰብስክራይብ ግበሩ ኣብ ዝቕፅል ቪድዮ የራኽበና።